እሺ ሹመይ ተጋድላይ ተኽለወይኒ መለስ ይበሃል ነባሪ ጣብያ ማይ ኣንበሳ ወረዳ እንደርታ እዩ። ስለዚ ዋና ናብዚ ዘምፀና ዋና ምክንያት ንሕና ከም ገባር ጣብያ ማይ ኣንበሳ ብተደጋጋሚ ኣብ መሬትና ዘጋጥም ዘሎ ሓደጋታት ንሕና ሓሪስና ከይንበልዕ ደቅና ከይንዕቢ ካብ ምግዳል እየ መፅኣነ ሕዚ ንበዓለ በዓል ሰለስተ ምዕራፍ እየ ደቀይ ክዕቢ መሬተይ ተንከባኺበ እታ ዘለትኒ ሓንካስ ኮይነ ዕዉት ኮይነ መጽየ ካብቲ ጽንተት ናይ ኣጋጢሙ ዝነበረ ተጋዲለ እየ መጽየ ሕዚ ግን ብዘይ ምንም ምኽንያት መሬትና ናብ ተደጋጋሚ ውራን ካልእን ዝብል ዘሎ መንግስቲ ድዩ ዝወረና ዘሎ ግለሰብ ድዩ ዝወረና ዘሎ ምንም ኣይንፈልጥን ስለዚ እዚ መሬት እዚ ሰለስተ ኣርባዕተ ዘሰወእት ወላዲት ደቃ ካይተዕበየሉ ናተሓደገ ንመን ይውሃብ እዚ ከም ዘሎ ኣይፍለጥን እዚ ተጋዳላይ እውን ቆሲሉ መጽዩ ይሕመቕ ይጸብቕ ደቁ ተን ዘለዉ ደቁ እናሓረሰ ከየብልዕ ከይጥውር እንዳተሓደገ ኣብ ኢድ ሃፍታማት ክወድቕ ዝግበር ዘሎ ምኽንያት መንግስቲ ክፈልጠልና ኢና ኣብዚ መጺእና ስለዚ መንግስቲ እንድሕር ክወስድ ተኾይኑ ብኣገባብ ብስርዓት ንህዝቢ እሚንካ ንሕና ጣብያ ወረዳ ማይ ኣንበሳ ነበርቲ ኢና ኣመሓደርትና ፈሊጦሞ ጣብያውን ፈሊጥዎ ህዝቢ እውን ፈሊጥዎ ይእሚንካ እዩ መሬት ዝኽየድ ናይ መሬት ምምሕዳር ሕጊ ኣሎ ስለዚ ብዘይ ሕጊ ንሕና ቐትሪ እንተመፃና ለይቲ እንዳመፁ እንዳተኸሉ መከራ ዘብልዕዎ ዘለው መን ምዃኖም መንግስቲ እውን እዚኦ ኣፃርዩ ዕላብ ክበና ኣለዎ ተዘይኮይኑ ግን ንሕና እንዳተጓይና ንጎህን ምሸትን ምስኦም ክንነብር ኣይኾን ስለዚ ክንደይ ኣካለ ስንኩል ክንደይ ዓብዪ ዓብዪ ዓዲ መጠወሪ ስኢኑ ዘሎ ሕመቕ ዝፀብቕ እዛ መሬቱ እዚኣ ከይጥወረላ እንዳተሓደገ ንሃፍታም ንሃፍታም ኣይኮነን ተቓሊሱ ህዝቢ ትግራይ እዚ መንእሰይ እዚ ተቓሊሱ እኒሀ ናፃነቱ ክረክብ መሰሉ ክረክብ ብኣጋባብ ስርዓት ኢሉ እዩ ደሙን ዓፅሙን ከስኪስሉ ዘሎ ማለት ኩላህና እውን ንዑ ኢና ከፊልና ስለዚ ብዘይተፈለጠ መንገዲ ለይትን ቀትርን እንዳተሓንፀፀ መሬትና ዝሕደግ ዘሎ ንመን ምዃኑ ስለ ዘይንፈልጥ ዝምልከቶ ኣካል ኣፃሪዩ ሕዚ እውን ቅልጡፍ መልሲ ክበና ክሳብ ዝፃረ ድማ ባዕልና መሬትና ክንጥቀም መሬቱ ገባራይ ክጥቀም ኣሎ መሬት ናይ ገባር ንገባሪ ስለዚ መንግስቲ ድዮም ዘይመንግስቲ እንዳመፁ ለይትን ቀትርን መሬትና ዝሕድጉና እንተኮይኖም ሕዚ እውን ብኣገባብ ብስርዓት ክምለሰልና እዚ ሚድያ እዚ እውን ክሕግዘና ጥርዓና ሰሚዑ እውን ቁልጡፍ መልሲ ከበና ምስ መንግስቲ ከራኸበና ኣለዎ ብስሩ ብሓፂሩ ማለት ናህና መንግስቲ እንተሃልዩ ብትክክል እዚ መሬት እዚ ብስርዓት ብኣገባብ ክሳብ ዝምለሶን ገባራት ክነቐነቆ ኣለዎ የብሉን ኢሉ መንግስቲ ክሕግዘና ከሎ ወረዳ ይኹን ዞባ ክንክልል ይኹን ማለት ንሃብታም ዘይኮነ ክሕግዝ ዘሎስ ነዚ ኣብዚ እኒሀ ስድራ ስቡእ ትሪእዎ ዘለኹም ብድሕረይ እኒሀ ብርክት ዝበለ ስድራ ስውእ ሰለስተ ኣርባዕተ ዘሰውእ ኣብ ርእሲ መሬት ኣብ ርእሲ ደቁ ምስኣኑ መሬት ክስእን እሱር ንዑድና ካ ተጋዲልና ንዑድና ካ ተቃሊስና ስለዚ ብደንቢ መንግስቲ ጥርዓና ሰሚዑ ናብ ዝገበረ ክሳብ ዝገብረና መልእ ንዓና ቅያር መሬት ድዩ እንተስ ካሕሳና ድዩ ክሳብ ዝኸፍለና ብስሩ ማንም ሰብ ከየጓዕተልና ኣብ መሬትና ማንም ሰብ ክርከበና ኣይንደልን። ሕጋዊ ኣካል መፂኡ ብኣገባብ ብስርዓት ኣመሓደርትና ኣለውና ምስ ኣመሓደርትና ተዛራሪቡ ምስ ህዝቢ እውን ዘትዩ ክምለስ ዝግባእ ነገር ተሃልዩ ክምለስ ተዘይኮይኑ እዚ ዝኸየድ ዘሎ ኣካባብ ብስሩ ናይ ፀላኢ ስራሕ እዩ ናይ ፀላእት ስራሕ እዩ ፀላእት እንኳን ፀላእትስ ከምኡ ኣይገበርናን ማለት ስለዚ መን ምዃኑ ክንፈልጦ ህዝቢ እውን ብሓፂሩ ብሚድያ ክፍነወና መልስና ክንገደና እያ ዘተሓሳስብ ማለት። መርየትና መርየትና እዩ እቲ መርየትና ግን ሽማግሌታት ኢና ኣርባዕተ ሓሙሽተ ኣለና ግን ምስ ደቅና ታኾይንና እቲ መርየትና መጠወሪና ብምንታይ ንጠወራ ኣንሕና ላዩ ንኸድ ልዓዲ መን ንኸድ ኣንሕናስ ላዩ ንኸድ ሽማግሌታት ኢና ልዓዲ መን ኢና ንኸድ እግዚኣቢሄር የርኢኻትም ባዕልኻትም እቲ መርየትና መርየትና እዩ ሃመይ ኹናስ ክትብሉና ላበይ ኸዳስ ትብሉና ብባዕልትኹም ትፍረዱ ወላ ኣይተንኸድ ኣንሕና ሽማግሌታት ኢና ሃመይ ኢና ንብል ባዕልትኻትም ጆኩም ሃመይ እዩ ሽማግሌታት ኮይናስ መርየት ልሓዝናዮ ኣንሕና ተገፊፍናስ ልኣይተ ቦታ ንኸድ ኣንሕና ብወጽዓና ብችግርና ኢና ኣብዚ ኩሉ እዚ ጽርጋ ተገቲርና እኒኤና እሞ ኣብ በዓል ስረና ተቃሊስናሉ ደቅና እውን ኣቃሊስናሉ ኢና ክሻዕ ከዚ ኣብ ገዘኦም ኣይተመለሱይ ኣብ ግንባር እዮም እኒኦው ደቅና መርየትና ስለ ልተወረርና ኢና ኣብየትና እነቅርብ ኣለና መጀመርያ እዙ ጣብያ እዙይ ብሓበራዊ ጣብያ ደብረ ገነት እዩ ልበሃል ነይሩ ከዚ ፍርቂ ኣብ ከተማ ተፋራቂዩ ክኣቲ እዩ ተውሂሉ መሬትና ብሓበራ እዮም ኒኦው ከተማ ኣለው ለብ ገጠር ለዎም ገጠር ኣለና ለብ ኣብ ከተማ ኒኤና ኸዚ ከተማ ኣንሕና መሬትና ኣይተካሓስናይ መሬትና ኣይተካሓስናይ ትካሕሳ ተቃረየ ምስቶም ል ልዋሃው ለው ንዋሃው ኣንሕና ለ

ኣብ ምድያታትይ ኣብ ተለቨጅናትይ ልጽወለ ካሊእ ትግራይ ሕቤት ይገበራ ትግራይ ተጎዲኣ እያ ላተብሃለ ይልጽዎ ግን ብግልዋጦ እዩ ኮይንና ኒኤላእና ብግልዋጦ ይቅርደ ክንሓውሲ ትሕቲ መሬት ክንኣቲ ኣብ ለይኮን ሓደጋ ክንኣቲ ኢናን ትግራይ ይሓወየት እኒኣ ፍርቂ መሬታ ተወሪሳ እያ እኒኣ ኣብቲ ፍርቂ መሬታ ኣላሃለየ ብሓደ ገፅ ንዕትቃለስ ይበሃል ብሓደ ገፅ ደማ መሬት ይውረር ብሃመይ ገይሩ ኣዘውዚ ለለት ትግራዋይስ ብሃመይ ገይሩ ከይቃለስ መጀመርያማ ከይዱ ኣንድነት ኮይኑ ተቃሊሱ ልሞት ተሞይቱ ካብኡ ስልጥራ ኢለ ኣተወ ኣትዩ ስንከል ተሰንኪሉ ኣትዩ እዩ ኣብዚ ኸዚ ግን ኣብዚ ኸዚ ንዕኸዱ ዝበሃል ኣሎ መን ኸይኸድ እሰ እስና ዲና ንቃለስ እሰ ኣንሕና ብቅንዕኛ ከይዱ ክቃለስ እዩ

ኣብ ኦካትትልና ምስኣቶም ህግበእና እዩ ኢና ልበልና እምበ መርየት ልበይንና ኣይትሃቡ ኣይበልናይ ኸዝለ ኣብየትታና ነቕርብ መንግስቲ ይስመዐና ኣብየት ኢና ንብለና ኣብየት ኢና ልብለና ምስ ንብዓትና ምስ ብኽያትና ኣብየት ኢና ንብለና መንግስቲ ይስመዐና ይስመዐና መስምዒ ይሃቦ ይስመዐና። እሞ ኣነ ነባሪ ጣብያ ማይ ኣንበሳ ወረዳ እንደርታ እየ። ስመይ ከበደ ኣባይ ይበሃል። ካብኡ ኣብዚ ኣምፂኡኒ ለሎ ብዛዕባ ሕርሻ መሬት ካሕሳ ይሃበ መሰል ተጠቃምነትና ዘይሓተተ ማሕረስ ክንሓርስ ተበልና ስርዓት ገሩ ክሉ ዘወርወሉ ሕደጉ ጠጠው ኣብሉ ተባሂልና ኣብ ጭንቂ ለለና ገባራት ኢና ያው እዚ ለሎ ምስ ኣውዕሮ ኦፊሩ ለሎ ሎማዓንቲ መዓልቲ ስራሕ እያ ወርቂ ስራሕ እያ ሎማዓንቲ ማሕረስ ውዒሉ ፍርያት ከዕብል ምልከቶ ጠጠው ኢሉ ለሎ ብሕማቕ ኣተኣጋግዳ እዩ ብሕማቕ ኣተኣጋግዳ እዩ ኣብዚ ለሎ ሰብ ድማ ብምሉኡ ሽኳን መሬቱ ደቁ እውን ኣወፍኡ እዩ። ኩሉ ርእሱ ውቑዕ ሕሙም እዩ ብሓዘን ኣብ ርእሲኡ ግን ክድበስ ልምልከቶ ብመሬቱ ሰሪሑ ኣፍሪ ክበልዕ ልምልከቶ ብህውከት ይድበስ ኣሎ መሬት ብምውራሩ ይድበስ ኣሎ ኣሕና ካልገርመካ መላምል ደቅና ለሰዋእና ስድራ ስውኣት ኢና ኣውዚ ለሎ ኩሉ ኣስተኻኺሉ ለይልና ገርሂ ብሓዘን ብሓዘን ስንኪ ደቁ ለይቃበረ ኣብ ቀብሪ ወለዶም ክውዕሉ ምልከቶም መናእሰይ ዕሸላት ቆልዑ ኣብ ቀብሪ ደቅና ውዒልና እሞ ብወረ ኣውዚያ ሞይቶ ኣውዚያ ሞይቶ እምበ ብወረ እምበ መልክዕ ለለዎ ቀብሪ እውን ይቃበር ናይ ደቅና ብልኾነ ግን እቲ መንግስቲ እዚ መሰልና ተጠቃምነትናን ክሓተልና ሓቲቱ ኣብ ለለናዮ ገምጸልና ልምልከቶ መሬትና ተይወረረ ሓርስኩም ተጠቐሙ ክብለና ልምልከቶ ለኣና ልገጠር ኣቕርዩ መሬትና ላውዚ ኣታዊ ገይሩ ኣብ ክልተ ሽሒ ሰለስተ ዓመተ ምህረት እዩ ልጥርናፍ ኣይክጥዕም እዩ ልምንታይ ኣይክጥዕም እዩ ተባሂሉ ከዚ ግን መሬትና እዩ ንሕና ይፈላልዩና ኣሓና ውሉድ ንቕፅል ኣለና ንትክእ ኣለና ንወልድ ኣለና ዋላ ይሰውኡ ንትክእ ኣለና እልነውልዖም ግን ጨኒቑና ቆልዑ ተፈጢሮም ሃመ ጌርና ነዕቢ ልበሃል ኣብ ሓዘን ኣብ ሓሳብ ላተነቆተ ኢለ ሓድር ለለው ዝለለ ገባረው ዝለለ ሕብረተሰብ መሰሉ መሰል ስድራ መሰል ውቕዕ መሰል ቁስል ልበሃል ምርኣይ ተሪፉ እንታይ ደኣ እኒኣ መሬት ምውራር በቃ ዘወርወሉ እዙይ ሲ ብትክክለኛ ካብ ላዕላይ ካብ መንግስቲ ልመፀ ድዩ ትሕት ልበሉ ልገብርዎ ለዉ ስራሕቲ ድዩ እዙይ ክፃረየልና ይምልከቶ መሬትና ክሻዉ ልፃረ ኣብ ኢድና ክፀንሕ ኣለዎ መሬትና ላሓረስና ክንጥቀም ኣለና ትክክል ልትፈላለየ መሰረተ ልምዓት እንድሕር ደልዮ ኮይኑ መጀመርያ ትስምምዕ ገይሩ ተስማዕሚዑ ኖርማል ምስታ መሬት ልመፅእ እንድሕር ኮይኑ ወይ መሬት ልክሕስ እንድሕር ኮይኑ ደቁ መትከል የብሉ ደቂ ካሊእ ጣብያ ደቂ ካሊእ ወረዳ ደቂ ካሊእ ላምፀ ይህቦም ኣሎ መሬት ግን ናይና ልዕደል ወለው ግን ደቂ ካልኦት ብዙ ይመፁ ሎ ይበሃል ኣብዚ የለው ሎ ይበሃል ኣንሕና ግን ኣብ ምንታይ ነስፍሮም ኣብዛን ፎቅ ከነስፍሮም ለ ሰቃሉ ሳዕሪ እየን ገዛና ድኻታት ኢና ፎቅ የብልናይ ኣብ ምንታይ ነስፍሮም ዝተወለዱ ቆልዑ ኣብ ተክኒ ኣብ ባእሲ ኢንዮ ምስ ቆልዓ ምስ ሰበይቱ ጉጂ ክወጽእ ልመረጻ ጓል ሒዙ ልመረጻ ወዲ ሒዛ ጉጂ መውጽእ ላበይ ይውጻእ ላበይ ገዛ ይስራሕ ኣብ ተክኒ ኢንዮ ትልተረፈ መንእሰይ ትሕዙን ስድራ ስውእ እና እዚ እዩ መሰልና ክሕለወልና ኣለዎ መሰልናስ ክሕለወና ኣለዎ ኣብዚ ለሎ ኣስፊሑ ክሪኦ ኣለዎ እቲ መንግስቲ መንግስቲ እየ እንድሕር ክብል ኮይኑ ህዝቢ እዩ መንግስቲ መንግስትነቱ ላበይ ይኸዱ እቲ ህዝቢ ክብሩ ላበይ ይኸዱ እቲ ህዝቢ እዚ መሰልና ከዝለ ካብ ሎሚ ጀሚሩ መሰልና ብደንብ ገይሩ ክረጋገፅና ኣለዎ ብመሬት ስለነብር መሬትና ክንግፈፍ የብልናይ
ሃለቃ ጥዑማይ ኣርኣያ ይበሃል። ኣንሕና ብዘለና ብንጎዮ ኣለና ብዚ ንጠርዖ ኣለና ጥርዓን እዚ መርየት እዙይ መረዳእታ ወረቀትና ሒዝና መርየት ዋንነትና ኣብ ኢድና ኣለሃለወ ሓዱሽ ግብሪ መርየት ካፊልናሉ ኣለሃለና እሞ እንደገና ሓሪስና ሰማይ ላማዓደና ደበና ክረድአና መለቋ ክንዘርኦ ኣላልና ኣለሃለና ሃንደበት ካብ ወረዳ ዓዲ ሓቂ ልመጽእ ምሕደራ የናይኹም እዚ መሬት እዙይ ኣነ ብዝደለኹዎ እየ ሎማሓድሮ ኣነ ብደስ ዝበለኒ እየ ለማሓድሮ። ወስ ኢልኩም ኣይትረግጽዋ ኢዛ መርየት እዚኣ ሕገዊ ሰባት ኢና ሕጊ ክነኽብር ኢና ላበሉ ማዕሮ ሳላሳ ኣርባዓ ቦላይስ ኣብ ክባል ላኣተና ኢና ልንውዕል ኣለና እሞ መን ገዛ መርየትና እሞ መን ገዛ መረበትና እሞ መን ገዛ ልተቃለስናሉ መን ገዛ ልተሰዋእናሉ ደቅና ደንበር ትግራይ ተወሪሩ እዩ ዓድኹም ኣድሕኑ ተባሂሎም ቕድመ ግንባር ጎንበሮም ልዓረር ልሃቡ ደቅና እሞ እዞም ልተረፉ ደቂ ከይነዋፅሐሉ እዚ መሬቱ እዙይ እስኹም ኣብዚኣ ወሰይ ትብልዋይ መሬት እዙይ ልኣኹም ልምልከት የኾነይይ እሞ ምስ መረዳእታና ልሃለና መሬት ዋህነትና ባዕልትና እላሃለወ ሓሪስናዮ እንዳ ፋሪስና እዞም ልሓዝናዮም ቆልዑ ከይነባፅሕ ፀረ ቆልዑ እዮም ኮይኖምና እኒኦው ትግራይ ሕውየት ስነ ልቦና ይገበረላ ትበሃል ትግራይ ሕውየት ስነ ልቦና ይገበረላ ትበሃል ልወረዳ ሰብዓ እንደርታ ጣብያ ኣንበይ ኣንበሳ ግን ሽምባንያ ሕውየት ክግበረላ ኻሊእ ለይሓሰውናዮ ሃንደበት ብሰማይ ድብ ኢሉና ጸላኢ ሕምብርቲ መቐለ ኣብ ሕምብርቲ መቐለ ኸዚ ትግራይ ኣብ ደበና ኹይና ተንጻላልይዋ ኣለሃለወ ሓቢርና ከይነድሕና ኸይድና ደንበርና ከይንከላኸል ኣብ ገንበርና ውዘዮ ሕምብርቲ መቐለ ለይኾን ነገር ድብ ስለልበለና ኣንሕና ዝመርየት እዙይ ደቅና ልበይንና እኳ ለየወልናዮ ዝመርየት እዙይ ልስዉኣት እተመሓድርዎ ተለኹም፣ ኣነ ጥዑማይ መዓል ክልተ ጽምዲ እንድሕር ሃለያትኒ፣ እታ ጽምዲ ለኣኻቱም ህንዲ ድልዮትኩም ግበሩዋ፣ እታ ጽምዲ ግን ልደቅና ኣሻጋ ሽጉልና ኢና ልንብል ለና እምበይ ካሕሳ መሬት ለየጠየቕናዮም እየ ንሕና። ሃምቱ እሰኻቱም መሬት ትህብዎም ለኹም ተጋድልቲ እላበልኩም እተሻጋሸግዎም ደቂ ገና እውን ብኡ ልክዕ ፍርቂ ብፍርቂ ፍርቂ ብፍርቂ ናይና ደቂ እውነው ኣሻጋሽጉልና ካብ ኢድ መንግስቲ ካብ ሓሳብ መንግስተይ ንወጺ

ብሕጊ ድዩ ብዘይ ሕጊ ኣንሕና ብለይፈልጦ ዝገባር እዙይ ብለይሰምዖ መሃንዲስ ብቀትሪ ብለይቲ ሸኺሎም ወዲኦምልና እቲ መሬትና እውን ቅድሚ ኸዚ እውን ካብዚኦም ልላዕሊ ካብዞም መፃምዲ እዚኦም ልላዕሊ ኸይድና ሓሪስና ልማይ ክወቅዐና እሞ ለቋ ክንዘርእ እንዲያም ሎማዓንትስ ዝደበና ልነበረ ነጎድጓድ ልነበረ ደበና ክወቅዐልና እሞ ዘርእና ትግሬዋና ልብሃለም መጋቢት ልዝራእ ሒዝና መፂእና ክንዘርእ ኢና ላበልና ነይርና እቲ ሰማይ ለቑሩ ጋሕ ብልበለና ኢና ከዚ ጥራሕና መጺእና እኒኤናስ ተሓሪስና ዶ ንጽናሒ ኣውዚ ውጽኣ ስራሕ ዶ ክንዘርኦይ ኢልና ኢና እምበይ ኣንሕና እዚ መርየት እዙይ ምንም ኣንሕና ዘይኣልበልናያ ነገር መርየትና መርየት ዋንነትና ጉቡእ መረዳእትና ሒዝና ኣለሃለና ግን ኣብ መርየትና ማንም ሃንደበት ልውረር ነገር የለይይ ግንባር ከይድና ከምስማን ኢና ንዋጋእ ምውጋእ ልምጓኦ እዛ መሬት እዚኣ ኢና ክንዋጋእ ንክል ኣብ መሬትና መንግስቲ ይስምዐና ዓለማት ይፍለጣልና ምድያታት ኣቃልሑልና ለኣን ሃም እንጥቀም ለሕዋትኩም ግበርልና ዓዲ ክነንሕዳ እንድሕር ኮይንና ኣብዚኣ ተድሓና ኢና እምበ ካፍተን ልነበራ ቅድሚ ከዚ ና ክልተ ሽሒ ሰለስተይ ኣመተ ምህረት እዚ ከተማ ትተኣቲ ተሎ ህዝቢ ልድሓር ትትቐሪ ተሎ ርኽክብ ለይተፈጸሉ በፍጽም ርኽክብ ለይተፈጽመሉ መሬት እዩ እዙይ ብኡ እውን ኣለዎም መሬት ከተማ ኮይኖም ወረዳ ዓዲ ሓቂ ኮይኖም መሬት ምሳና ኣለዎም ኣንሕና እውን መሬትና ላብዙ ይመፁ እዩ ስለዚ እብዚ መሬት እዙይ ክንመሓደር ብብልለኹምዎ ብሃፍተ ገነትኹም ላተገልገልኹም ትፀንሑ ኢኹም ተባሂልና ኣለሃለና ብመንግስቲ እዙይ ተባሂልና ኣለሃለና ግን ከዚ ታይ ሃም ልሓዝዎ እንፈልጦ ነገር የለይ ገባር ግን ስምባን ያሕውየት ክግበረሉ እላመፁ ቁስልና ከይንርስዕ ኣደታት እዚኣን እኔዋ ትሪኤን ኣለኻ ነፀለአን የገልበጣ እኔዋ ምስ ሓዘነን ምስ ቆስለን እየን እኔዋ ምስ ሓዘነን ምስ ቆስለን እየን እኔዋ እነ ስለልዙይ ግን ኣንሕና ኣብ ርእሲ ቆስልናይ ኣብ ርእሲ ፀገምናይ መዓት ወሪዱና ኣብ ዓድና እሞ መሬትና ናብ ናትና እኳ ዘይሓተትና ኣብ ማንም ፖለቲካ ለይ ኣለና ምስ መንግስትና ኢዲ ጓንቲ ኮይንና ትግራይ ክነድሕን ኢና ላሃልና ኣለሃለና ግን ይኸው እዙይ ህንዲ እዙይ ለይሓሰውና እየ ሃንደበት እዙይ ይወድቀና ኣሎ እዙይ ይወድቀና ኣሎ ዘውዙይ እኒኦ ኩሉ ህዝቢ ኣብ ሓደ ገዛ ክልተ ሰለስተ ለየ ሰውኦ የለይ እንደገና ክዳኑ ትልትርዮኡ ዝኒኦ ህዝቢ እግሩ እላጎሰሰ ኢዱ ጠልጠል እላበለ ኣብ ሰለስቲኡ ምዕራፍ ልተቃለሰ ተቃላሳይ እዩ እቶም መሬትና ልውሃቡ ኣለዉ ተጋድል እዮም ልብሃል ኣለዉ ምውሃቡ ይውሃቡ ትግራውን እዮም ካቱይ ይምፃእ ካቱይ ይምፃእ ዋላ ኣከለ ኢልና ኣይንፀውዖዮ ትግራይ ሓንቲ እያ ልትበፅሐና ኣንሕና ካሊእ ቦለቲካ ኣይንደልይ ዓድዋ መጹ ሽረ መጹ ኣይንብልይ በቃ ምስ ሰብዓ እንደርታ ኩብ ምሓደሩ ሰብዓ እንደርታ ድማ ምስኣቶም ክንምሓደር ኢና ንደሊ ብሱር ግነ ንሕና ዓለማት ምድያታት መንግስትና ብሱሩ ዝጉቡእ መንግስትና ናይላ ልኾነ መንግስቲ ዝጸገም እዙይ ክረድአና ኣለዎ ብቕልጡፍ ደማ መጹ ክፈትሐልና ኣለዎ እየ ልብል እናብዚ ሕቢለየ
ስመይ ጻዲቅ ኣብርሃ ይበሃል ወረዳ እንደርታ ጣብያ ማይ ኣንበሳ ቁሸት ማይ ዓይኒ ነባር ዓቅሚ እያ ያው ንሕና ዝሮ ዝሮ ካብ ብሱል ጥራይ ወጺእና ክንወጽእ ከለና ድማ ያው መሬትና ሓሪስና ሓራስ መሬትና ሓሪስና ክንዓቢ ደቅና ክነዋጽሐሉ ተንቢትና ነይሩ ብዝኾነ ወራር በዚሕና በጽዋር ዝተደገፈ ሓይሊ ዝበዝሖ ንሕና መዋሳወሲና ከፎሉ ደወል ላተውሃልና እዚ በጺሑና እኒኦ ጸገም። ዝሮ ዝሮ እዚ ቦታ እዚ ብሓደ ሃም ዝነበርና ንፈልጥ። ልምሕደራ ክጥዕም ተባሂሉ ፍርቁ ተዓጊጩ ልከተማ ኣትዩ። መዛገጀባ ተይተረከበና ገለ ይተረከበና። ካብኡ ታኣይ ተባሂሉ ዝኒኦ ከተማ ክልል ስለ ልኣተወ ንሕና ኢና እነመሓድሮ። ልተረከበና ሰብ የለን ብገጠር ኮይና እባ ነመሓድረሉ። ብወረዳ እንደርታ ግብሪ ላኻፈልናሉ ልምንታይ ኢና መሬት ንምንጠ ኣለና ተበልና ከተማይ እዚ እዩ ኢሎም ምሓድሮ ዝብል ልዓይነቱ ቃል ይወጽእ ኣሎ። ካብኡ ንሕና እንታይ ኢልናዮም እቲ መልሲ እቲ ብገጠር ዝንኦ መሬትኸ ልበዝሕ ሰብ ምሳና ደማ ይንኦ እይ ማዕረ ኮይና እባ ንመሓደር ተበልና ኣንሕና ኢና እነመሓድራ ኣይምልከተኩም እይ ካብኡ ንሕና እንታይ ኢልናዮም ደቅና እውን ኣሰዊእና ንሕና እውን ኣካለ ስንኩልና ዝንኤና ምስኦም ኣካትቱና ኣካቶትና መሰልና ይተሓለወልና ካብ ዝመፀ ይምፃእ ኩሉ ትግራዋይ እዩ ይካተት ኣንሕና እውን ምስኦም ኣካቶትና ዝብል ሓሳብ ትበልና ዝሰምዐካ ሰብ የለን ሽመይ መንበሩ ንጉሰ ይበሃል ዋና ኣመሓዳሪ ክፍለ ከተማ ዓዲ ሓቂ እየ መፍቲ ናይ ዝሓለፈ ናይ ጣብያ ማይ ኣንበሳ ገባራት ዘለዓልዎ ክፍለ ከተማና ማእኸል ገይረ ዘሎ ሓበሬታታት ንምሃብ ከም ዝፍለጥ ኣብቲ ናይ ኣርሴማ ከባቢ መስመር ዝኒሀ ጣብያ ደብረገነት እናተባህለ ዝፍለጥ ኣርሴማ ከባቢ ኣብ ዕዳጋ ሰራዋት ከባቢ ዘሎ ናይቶም ገባር ተሓራሲ መሬት እዩ እዚ ተሓራሲ መሬት እዚ ብ2003 ላብ ክፍለ ከተማ ዓዲ ሓቂ ብስሩዕ ርኽክብ ኣትዩ ዝሓደረ እዩ። ይኹን እምበር ግን እቶም ገባራት ሙሉእ መጠሸኦምን ባዕሎምን ኣብ ገጠር ጣብያ ማይኣንበሳ ውረዳ እንደርታ እዮም ዝመሓደሩ። ኣብኡ ስለ ዝመሓደሩ ምሕደረኦም ኣብኡ እዩ። እቲ ተሓራሲ መሬቶም ግን ስሩዕ ርኽክብ ላባና ኣትዩ ዝሓደረ እዩ። ካብዚ ዝብገስ መንግስቲ ከምቲ ዝፍለጥ ብቲ ኣሰራርሓን መምርሕን መሰረት ገይሩ ኣብቲ ኣርሴማ ከባቢ ዘልዕልዎ ዝነበረ፣ ግቡእ ካሕስኦም መጀመርያ ፅንዓት ገይሩ ኣፍቲ ካሕሳ ልተኸፈሉን ዘይተኸፈሉን ምትሕዋስ ነይሩ እዩ። ቅድም ኢሎም ዝተኸፈሉ ብልምዓት ዝተልዓለ ኣፍቲ ከባቢ ኣሎ። ናይ ቲቪቲ ከባቢ ዘሎ ኣፍቲ መስመር ንሱ። እዙይ ልምፍላይ እቲ መንግስቲ ዝርዝር ሓበሬታ ኣኪቡ ምስቶም ከባቢ ምርዳእ ፈጢሩ ለይቲ ክሓሱ ከም ዘለዉ እውን ኣረጋጊጹ። እቶም ተኽሒሶም ካልኣይ ክደግሙ ዝምኩሩ ዝነበሩ ብግልጺ ኣጋሊጽናዮም። ኣብቶም ዘይተኽሓሱ ግን ናይ መጀመርያ ምርዳእ ጌርና ኢና፣ ሓሳብ የልዕሉ ነይሮም እዮም ኣይተረዳዳእናን ዝብል ብስርሖ ብውልቀ ድዩ ብመንግስቲ ዝብልዎ ዝነበረ ስሩዕ መንግስቲ እዩ። ምምሕዳር ከተማ መቐለ ይፈልጥ እዩ፣ ምምሕዳር ክፍለ ከተማ ዓዲ ሓቂ ይፈልጥ እዩ፣ መሬት ምእኹል እዩ ብከተማ እዩ ዝምራሕ ብፕላን። ካብዙይ ዝብገስ ልስድራ ስውኣትን ልኻልኦትን ብዝተፈላለየ መንገዲ እቲ ከባቢ ክወሃብ ተወሲኑ። ይኹን እምበር ግን ቅድሚ ላብ ሽኻል ምኻድና ልቶም ገባራት ፀዊዕና ዝርዝር ምርዳእ ገይርና። ካሕሰኦም ክወስዱን ናይ ካሕሳ ቦታ ተሓራሲ መሬቶም እውን መፂኦም ከለቅዑ ካሕሳ ኮሚቴ እውን ኣዳሊና ኣሎ። ተደጋጋሚ ልሰለስተ ሰሙን ብተኸታታሊ ምርዳእ ገይርና። ኣብ ዝበዝሑ ፍቓደኛ ኣይኮኑን መጺኦም ከለክዑ ኣይክኣሉን። ኣብቲ ካሕሳ መምርሒ ፍቓደኛ ኮይኑ ከለክዕ ተዘይክኢሉ ብቲ ናይ ከባቢ ካሕሳ ኮሚቴ ተረጋጊጹ ላብ ዕጹው ባንኪ ክኣትወሉ ኣለዎ እዩ ዝብል። ይኹን እምበር ንሕና ከምኡ ኣይገበርናን ክሻዕ ሐዚ ንጽበዮም ኢና ኣለና። መጺኦም ዘለክዑ ኣለዉ እቶም ዝበዝሑ ገባራት። እቶም ትኽክለኛ ሕጋዊ ዝኾኑ ለለክዑ ኣለዉ። ካሕሳ ገሚትና ምምሕዳር ከተማ መቐለ ቅርሺ ኣዳልዩ። ሕዝተፈላለይ ቕርሾም ክወስዱ የከኣሉን መጺኦም ክወስዱ የኸኣሉን ኣብኡ ዘልዕልዎ ሕቶ ንሕና እውን ስድራ ስውእ ኢና ደቅና ክመሓደሩ ኣለዎም ደቂ ገባር እውን እኒኦና ደቅና ይብሉ እዚ ትክክል እዩ ስድራ ስውእ እዮም ደቆም እውን ለይተመሓደሩ ኣለዎም ይኹን እምበር እቲ ምሕደራ እዚ ንሶም ከም ተቐድም ዝበልክዎ ኣብ ወረዳ እንደርታ ስለ ዝኾነ ዘመሓድሮም እቲ ወረዳ እንደርታ እዩ ኣብ ክፍለ ከተማ ዓዲ ሓቂ ወይ ከተማ መቐለ ክመሓደሩ ኣይኽእሉን። እቲ መምርሒ ከምኡ ኣይፈቅድን። ስለዚ እቲ ናቶም ደቂ እቶም ስድራ ስዉእ ክወሃበሎም ግቡእ እዩ፣ ግን ወረዳ እንደርታ እዩ ዘመሓድሮም። ካሊእ ኣማራፂ ኣቕሪብናሎም ኢና፣ ኣይተዘራረብናን፣ መንግስቲ ይፈልጦ ድዩ ዝብሉ ዝነበሩ፣ ናይና ምምሕዳር እውን ይብሉ ስለዝነበሩ፣ ደቡብ ምብራቕ ዞባ ኣመሓዳሪ፣ ናይ ወረዳ እንደርታ ዋና ኣመሓዳሪ፣ ናይ ጣብያ ማይ ኣንበሳ ዋና ኣመሓዳሪ፣ ከንቲባ ናይ ከተማ መቐለ፣ ናይ ክፍለ ከተማ ዓዲ ሓቂ ምምሕዳር ኣብ ዘለናሉ ናይ ሓባር ምይይጥ ገይርና ኢና። እቶም ገባሪ እውን ገይርና። ተወከልቶም ፀዊዕና ትኽክል ኣይኾነን ካሕሳኹም ክትወስዱ ኣለኩም፣ ቅርሺ ኣዳልዩልኩም ኣሎ፣ እቲ መሬት ዝመሓደር ብክፍለ ከተማ ዓዲ ሓቂ እዩ፣ ደቅኹም ክመሓደሩ እንድሕር ደሊኹም እሞ ኣብ እንደርታ ክንመሓደር ኣይንደልን ናብ ከተማ ክንኣቲ ኢና እንተይልኩም ከም ህዝቢ ተመያየጡ፣ ዞባ ደቡብ ምብራቕ እውን ሓላፍነት ወሲድካ ኣማይትካ እንድሕር ኣሚኖም ከም ጣብያ ክነእትዎም ወይ ከም ጣብያ ኣንበሳ ወይ ከም ቁሸት ኣብኡ ዘለዉ ላብ ዓዲ ሓቂ ላብ መቐለ ክነእትዎም ብስሩዕ ርኽክብ ኢልና እውን ኣማራፂ ተውሂብዎም እዩ ከንቲባና ኣንፈትዩ እዩ ስለዚ ክ ደቆም ክመሓደሩ እንተኾይኖም ክልተ ኣማራፂ እዩ ዘለዎም ብከተማ ክንመሓደር ኢና ተይሎም ሙሉእ ብሙሉእ ርኽክብ ላባና ክኣቱ ኣለዎ። ልክዕ ከም ተሓራሲ መሬቶም ዝኣተወ ምሉእ ብምሉእ ክኣትው ኣለዎ። ምሉእ ብምሉእ ርኽክብ ላባና እንተዘይኣትዮም ግን ብቲ መምርሒ መሰረት ብገጠር ኣብ ወረዳ እንደርታ ደቡብ ምብራቕ እዮም ክመሓደሩ ዘለዎም እምበር ኣብ ከተማ መቐለ ክፍለ ከተማ ዓዲ ሓቂ ደቆም ይኹን ደቂ ገባር ይኹን ከም ስድራ ስዉእ ክነመሓድር ኣይንኽእልን። ንሕና ንብለና እቲ ተሓራሲ መሬታውያን ኣብ ውሽጢ ምሕደራና ዘሎ ክነመሓድሮ ኢና ከም መንግስቲ ልምዓት ኢና ንብለና ነዚ መሰረት ገይሩ ጉቡኦም እቶም ካሕሳ ካሕሳ ውሰዱ ንብለና ካሕሳ ኣይንወስድን ደቅና ተዘይመሓዲርኩምልና ዝብል ውጥጥ ኣለዎም እዙይ ኣብ ከይዲ ናይ ባዕሎም ምምሕዳር ብቐረባ ኣረዲእዎም እዩ ካብኡ ልድሓር ስጉምቲ እውን ስለዝውሰድ መሬትኩም ኣለኪዕኹም ውሰዱ ኢልዎም ኣለኪዖም እዮም እቶም ዝበዝሑ ለየለክዑ ኣለዉ ልተወሰኑ ሕዚ ከም ከተማ እንታይ ኢና ንፈልጥ እቶም ዘየለክዑ ቅድም ኢሎም ልተካሕሱ እዮም ማለት እዩ ልካልኣይ ግዜ ክወስዱ ዝምኩር እንተኾይኖም ናይ ባዕሎም ስርዓት እውን ስለ ዘለዎ ድምር ኢሉ እቲ ዘልዕልዎ ኣለዉ ሕቶ መንግስቲ ዝፈልጦን ናይ ባዕሎም ደቡብ ምብራቅ እውን ዝፈልጦ ወረዳ እንደርታ እውን ዝፈልጦ ከተማ መቐለ እውን ዝፈልጦ እዩ እቲ ተሓራሲ መሬት ሐዚ ንሶም ዝሓርስዎ ኣለው ኣብ ኢድ ክፍለ ከተማ ዓዲ ሓቂ ርኽክብ ዘሎ እዩ እምበር ኣብ ወረዳ እንደርታ ከምዘይኮነ ክፍለጥ ኣለዎ። ሐዚ እውን ኣነ ከም ኣመሓዳሪ ዘሕልፎ መልእኽቲ ኣቱም ዘለካዕኹም ገባራት ብስርዓት ቅርሽኹም ካብ ከተማ መቐለ ውሰዱ። ዘየለካዕኹም ትኽክለኛ መረዳእታ እኒኤኒ ትብሉ በልባልኩም ሒዝኩም እውን ሐዚ እውን ኣብዚ ደለኹም ካብ ፅባሕ ሰኒ ጀሚሮም መፂኦም ከለክዑ ይኽእሉ እዮም እንድሕር ዘይተኽሓሱ። ለኪዕና ላብ ልምልከቶ ላብ ምሕዳር ክነሕልፈሎም ኢና ካብዙይ መለሽ ግን መሰሎም ናመላእናሎም ናሃለና ብሓይሊ እቲ መሬት ኣይንህብን እንተይሎም ግን በቲ ሕጊ ስርዓት ልክዕ ብካሊእ ዝካየድ ኢና ንኸይድ ክሻዕ ሀዚ ብዙሕ ናይ ፀፅታ መሓውር ገይርና ተፅዕኖ ልፈጠርናሎም ልተወዐል ተበል ኣካል የለን ከምኡ ዓይነት እውን የለን ገባርና እዮምሶ ኣብኡ ዘልዕልዎ ቂር ዝብሎም ነገር ኣሎ መሬትናስ ኣይንህብን ዝብል ያው ንሱ ኣሳራሒ ኣብ ከተማ ኣሽካዕ ዝኣተወ ብከተማ መምርሒ ምምሕዳር እዩ ዝመሓደር ዝብል ሪኢቶ ኣለኒ ማለት እዩ። ከም መፍትሒ እዚ ነዊሕ ገይሩ እዩ ክሻዕ ሐዚ ተፀቢናዮም ኢና ከምቲ ዝበልካዮ ቅሬታ ስለ ዝነበሮም ክነረድኦም ስለ ዘለና እቲ ገባር ብኣካል ረኪብናዮ ክልተ ግዘ ከተማ መቐለ ዘሎ ወሪዱ ላቦዓሉ ኣብቲ ከባቢ ኣርሴማ ኣረዲእዎም እዩ ማለት ስቅኢሉ ድንገት ልተሸኸለ ወይ ልተወሰደ ኣይኮነን እቲ ቦታ ኣረዲኡ ካሕሰኦም ክወስዱ ከም ዘለዎም ክቡር ከንቲባም ወሪዱ ብኣካል ፊት ለፊት ኣረዲኡ ካሕሳ ውሰዱ ኢልዎም እዩ እታ ሓንቲ መሰሎም እዚኣ እያ ግን ሐዚ እውን ከም መፍትሒ ደቅና ስድራ ስውእ ኮይንና የተምሓደርናን ስለዝብሉ ዝነበሩ ክቡር ከንቲባ ከተማ መቐለ እንታይ እዩ ገይሩ ዶክተር ረዳኢ ልደቡብ ምብራቕ ኣመሓዳሪ ፀዊዑ ልወረዳ እንደርታ እውን ፀዊዑ እቲ ናያቶም ብቐረባ ዘመሓድርዎም ናይ ጣብያ ማይ ኣንበሳም ፀዊዑ መድረኽ ኣዳልዩ ደቅኹም ክነመሓድር እንተኾይንና በቲ ሕጊ ምእንቲ ክጥዕመልና መጀመርያ ርኽክብ ግበሩ ብምሉኡ ክንርከበኩም ንከተማ መቐለ እተዉ ክፍለ ከተማ ዓዲ ሓቂ በቲ ስርዓት ርኽክብ ክቕበለኩም ምስ ተቐበለኩም ኣርባዕተ ደቅኹም ይሃልኹም ሓሙሽተ ደቅኹም ይሃልዩ ስድራ ስዉእ እውን ይሃልዩ ክልቲኦም ልክዕ ከምቲ ሐዚ ነመሓድሮ ኣለና ብስሩዕ ንሕና ክነመሓድረኩም ኮለ ገዛኹምን ሙሉእ ስድራኹምን ላውዚ ርኽክብ ተገይርኩም ዝብል እቲ ቦታ እቲ ቁሸት ማለት እዩ ከም ጣብያ ወይ ካም ቁሸት እዙይ ግን ናመን ውሳነ እዩ ናደቡብ ምብራቅን ናይቲ ወረዳ እንደርታን ብቲ ምስቲ ገባር ተማይጡ ዝውስንዎ ውሳነ እዩ ዝኮን ሀዚ እውን ከም መፍትሒ ክፍቲ ገይርናዮ ኢና ከም ከተማ መቀለ ክፍቲ ይኩን ርክክብ ገይረመው ዝመፁ ፅባሕ ተራካኪቦም እሺ ፍቃደኛ ኢና ተይሎም ተመፅዮም ብሙሉኦም ስድራ ስውእ ከምቲ ናይ መቀለ ዝረክቦ መሰል ክረክቡ እዮም ካብ እንደርታ ንረክብ ኣውዚ ክንረክብ ኢና ኣብ መቀለ ተይሎም እዙይ እውን ክፍቲ ገይርናሎም ኢና ከም መፍትሕስ ከተማ መቐለ መቕሚጡ እዩ፣ ክፍለ ከተማ ዓዲ ሓቂ መቕሚጥና ኢና፣ ሕዚ እውን ድሉዋት ኢና፣ እቲ ኣብ ዝሓለፈ ዝተመያየጥናሉ ርኽክብ ክንፍፅም ኢና ክንመፅእ ኢና እንተኢሎም ክፍቲ እዩ፣ ደቆም ክነመሓድረሎም ትዝሓትዎ ኣለው፣ ከተማ መቐለ መሬት ኣዳልዩ ከመሓድሮም እዩ፣ እቶም ስድራ ስውእ ይኹን እቶም ደቂ ገባር፣ ብቲ መምርሒ ዝፈቕዶ ማለት እዩ፣ ካብዙይ ወፃእ ግን ንሶም ድሕር ዘየመሓዲርኩምና ኣብ እንደርታ ንሃለናስ ኣብ መቐለ ተዘየመሓዲርኩምና እቲ ምስ ዓዲ ሓቂ ዝኒሀ መሬት ኣይነንክእ ኢተይሎም ካብ ሕጊ ወፃኢ እዩ ሕጊ ክክበር ኣለዎ ኣሳራሓ ክክበር ኣለዎ ሕጊ ታይ ማለት እዩ መሰሎም ሓንቲ እያ እታ ካሕሳ ምውሳድ እያ እሳ ከዓ ኣዳሊናሎም ኢና መፅኦም ክወስዱ ይክእሉ እዮም ኣብ ርእሲ እዙይ ደቆም ልምምሕዳር ከዓ ድልዋት ኢና በቲ ዓንተው ዝበልክዎ ይምፅኡ ረክክብ ይመስርቱ እያ ርኽክብ ተይገበሩ ግን ንሕና ኣብ ዓዲ ሓቂ ካብ እንደርታ ንሃሎ ኢና ነበሩ ደቂ ስድራ ስዉእ ክንህብ ኣይንኽእልን ወረዳ እንደርታ ጥራሕ እዩ ዝምልከቶ እዚ ዝብል ግልፂ ዝኾነ መምርሒ ስለ ዝኾነ እዚ ለዋጥጥ የብሉን ለይርድኦ ውልቀ ገባር ክህል ይኽእል እዩ ኣብቲ ዝበዝሕ ግን ብናይ ባዕሎም ምሕዳር እውን ኣንፈት ተውሂብዎም እዩ ዝብል እዩ ዘለኒ